ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ከመይ ሓዲርኩም ሰላም ጸጋ ምሕረት ናይ ክርስቶስ ምስ ኩልኹም እዩ ኣነ ሓኹም ስለ ሓዲኔ ካብ ንክርስቶስ ዝገልጽ ትውልዲ ዓለም ለኻዊ ቤተ ክርስቲያን ሎሚ ድማ ነዚ መዓልቲ ዝኸውን ናይ ህይወት ቃል ሓቢርና ክንካፈል ኢና ሎሚ እንካፈሎ ቃል ንኽንኮኖ ንደሊ ግዜና ንሃቦ ዝብል እዩ። ንኽንኮኖ ንደሊ ግዜና ንሃቦ። ርኢኹም ኣሕዋት ነገራት ክትኮንዎም ምድላይ ጥራሕ ኣኻሊ ኣይኮነን። ንነገራት ክንኮኖም ምምናይ ጥራሕ ኣኻሊ ኣይኮነን። ኣብ ናይ ትምኒት ዓለም ጥራሕ ዝነብሩ ሰባት ኣለዉ። ግን ኣብ ናይ ትምኒት ዓለም ጥራሕ ምንባር እዚ እኹል ኣይኮነን። ነቲ ክትኮኖ ትደሊ ዘኹነካ መንገዲ ክትፈልጦ የገድስ። ካብቲ ሓደ ነቲ ክንኮኖ ንደሊ ክንከውን ዝገብረና ነቲ ክንኮኖ ንደሊ ግዜና ምስ ሃብናዮ እዩ ኣብ ሂወት ከይትርስዑ እቲ ግዜኹም እትህብዎ ጽባሕ ንግሆ ንስኹም ንሱ ከም ትኾንዎ ስለዚ ንኽትኮንዎ ትደልዩ ግዜ ምሃብ ተላመዱ ንኽትኮንዮ ትደሊ ግዜ ምሃብ ተላመዲ ንኽኾኖ ዝደሊ ግዜ ምሃብ ክላመድ ኣለኒ ብዙሓት ሰባት ዝጋገዩ ብዙሕ ክኾኑ ይደልዩ፣ ንኽኾንዎ ዝደልዩ ግን ሓንቲ ግዜ እኳ ሂብወን እዮም። ግዜ ከይሃብካ ምዃን የለን። ተመናዪ ኾንካ ኢኻ ትተርፍ። ካብ ተመናዪ ናብ ገባሪ ንኽትሓልፍ ትደሊ እንተኾንካ፣ ናብ ምዃን ክትሓልፍ ትደሊ እንተኾንካ፣ ንትምኒትካ፣ ንባህግኻ ግዜኻ ሃቦ። የሱስ ጐይታ እዩ። መጽሓፍ ቅዱስ ክዛረብ ከሎ ኤፌሶን ምዕራፍ ሓሙሽተ ከምዚ ይብል። ካብ ጥቕሲ ዓሰርተ ሓሙሽተ፣ እምበኣርሲ ቅንያት ኹፉእ እዩ እሞ፣ ጊዜ ዓዲግኩም ከም ለባማት እምበር ከም ዓያሹ ዘይኮነ፣ ከመይ ብጥንቃቐ ኸም እትመላለሱ ተመልከቱ። ምእንት'ዚ እቲ ፍቓድ ጐይታ እንታይ ምዃኑ ኣስተውዕሉ እምበር፣ ዓያሹ ኣይትኹኑ። ርኢኹም? ምእንት'ዚ እቲ ፍቓድ ጐይታ እንታይ ምዃኑ ኣስተውዕሉ እምበር፣ ዓያሹ ኣይትኹኑ። ብጣዕሚ እዩ ዝገርም። ኣብ ግዜኹምሲ ናይ እግዚኣብሔር ፍቓድ ንኸተስተውዕሉ ናይ እግዚኣብሔር ፍቓድ ንኽትፈልጡሲ ግዜ ዓዲግኩም ተመላለሱ እንታይ ማለት እዩ ማለት ነቲ ኣብ ህይወትካ ክትኮኖን ክትበጽሖን ትደሊ እቲ ክትኮኖ ደሊኻ ዘለኻ ንዓኻ ዝሓተካ ነገር ኣለዎ እንታይ ይሓተክ እንዳሕር ኢልካኒ ግዜኻ እዩ ዝሓተካ ኣብ ሂወት ነብሲ ወከፍ ክትኮኖም ባህጊ ዘለካ ድሌት ዘለካ ግዴታ እቶም ደሊኻዮም ዘለኻ ካባኻ ግዜ ይደልዩ እዮም ስለዚ ክሳዕ ክንደይ ካብቲ ዘለና ግዜ ንኽንኮኖ ንደሊ ንገዝእ ግዜ ምግዛእ ክንመሃር ኣለና ግዜ ምዕዳግ ክንመሃር ኣለና ካብ ግዜኻ ንኽትኮኖ ትደሊ ግዜ ዓዲግካ ምሃብ ክትመሃር ኣለካ እትደልዮ ግዜ ክሳዕ ዘይሃብካዮ በፍጹም ኣይትኾኖን ኢኻ እንዳደለኻዮ ዘመንካ ክትውድእ ኢኻ። ገለ ገለ ሰባት ኣብ ህይወቶም ጽባሕ ንግሆ ክኾንዎ ንዘይደልዩ ሎሚ ግን ኣብዚሖም ግዜ እዮም ሂብዎም። ርኢኹም ኣሕዋት፣ ንኽትኮንዎ ደይ ትደልዩ፣ ንኽኾኖ ዘይደሊ ግዜ ኣሕሊፈ ዝህብ እንድሕር ኮይነ፣ ጽባሕ ንግሆ ነቲ ክኾኖ ዘይደሊ ግዴታ ክኾኖ እየ። ሎሚ ሓደ ነገር ወስኑ፣ እዛ ወርሒ እዚኣ ለውጢ ትፈጥሩላ ወርሒ ካብ ኮነት፣ ኣብ ግዜኹም መጀመርታ ለውጢ ንምፍጣር ተዳለዉ። ካብቲ ሓደ ሎሚ ክትውስንዎ ዘለኩም ኣብ ህይወተይ ክኾኖ ዘይደሊ ግዜይ ካብ ሎሚ ኣይህቦን ኢልኩም ወስኑ። እመኑኒ እዚ ነገር ይከኣል እዩ፣ ቀስ ኢለ ክገብሮ'የ ኣይትበሉ፣ ሕጂ ክትገብርዎ ትኽእሉ ኢኹም። ንዘይጠቕመኩም ነገር ግዜኹም ኣይትሃቡ፣ ንዘጥፍኣኩም ነገር ግዜኹም ኣይትሃቡ፣ ንዝጎድኣኩም ነገር ግዜኹም ኣይትሃቡ። መጽሓፍ ቅዱስ ክዛረብ ከሎ ምሳሌ ምዕራፍ ሓሙሽተ ከምዚ ኢሉ ኣሎ። ካብ ጥቕሲ ሸሞንተ መገድኻ ካብኣ ኣርሕቕ፣ ናብ ደገ ቤታ ኣይትቕረብ፣ ክብርኻ ንኻልእ ዕድሜኻውን ንጨካን ኣይትሃብ። ርኢኹም፣ ክብርኻ ንኻልእ ዕድሜኻውን ንጨካን ኣይትሃብ። ጽባሕ ንግሆ ኣብ ህይወትካ ንሕስያ ዘይብሉ መንገዲ ገይሩ ዘጥፈኣካ ኣካይዳ፣ ንዕኡ ግዜኻ ኣይትሃብ ንዕኡ ዕድሜኻ ኣይትሃብ ጽባቐ ሂወትካ ጽባቐ መጻኢኻ ንዘብርሰልካ ነገር ሎሚ ግዜኻ ኣይትቐልቦ ሓወይ ሓፍተይ ሎሚ ግዜና ዝቐለብናዮ ጽባሕ ድማ እሱ ንዓና ከም ዝቆጻጸረና ኣብ ግምት ኣእትውዎ ኢኹም ምኽንያቱ ግዜ ንዝሃብካዮ ንዕኡ ከም ዘምስለካ ኣይትረስዑ ኢኹም እንታይ ኢኻ ክትከውን ትደሊ ዘለኻ ክትኮኖ ትደሊ ብንጹር ፍለጦ፣ ምስ ፈለጥካዮ ናብኡ ንዘብጽሐካ መንገዲ ግዜ ዓዲግካ ሃቦ። እንተ ደኣ ኣብ ግዜ ብትኽክል ማኔጅ ክንገብር ከነመሓድር ዘይንኽእል ኮይንና፣ ብዙሓት እንምነዮም ትምኒታት ትምኒት ኮይኖም ዘይጭበጡን ዘይድህሰሱን ክኾኑና እዮም። ግን ካብ ትምኒት ኮይኖም ዘይጭበጡ ዝኾኑና ንዝተመነናዮም እንጭብጥ ሰባት መታን ክንከውን ሎሚ ነቲ ዘይጠቕመካ ግዜ ምሃብ ከልኪልካ ነቲ ዘዋጸካ ግዜ ምሃብ ጀምር። ኢየሱስ ክርስቶስ ንዘልኣለም ጎይታ እዩ። ኣምላኽ ሰማይ ምስ ኩልኹም እዩ። ስለዚ ሎሚ ንጎይታና የሱስ ክርስቶስ ኣብ ሕይወትኩም ወሲንኩም ክትቅበልዎ እትደልዩ እታ ኣብኡ ዘላ ናይ ዘልኣለም ሕይወት ክትቅበልዋ እትደልዩ እዛ ጸሎት እዚኣ ጸልዩ። እግዚኣብሔር ኣቦ ስለ ወድኻ የሱስ ክርስቶስ የመስግነካ ኣለኹ ይኣምን ኣለኹ ኢየሱስ ክርስቶስ ስለ ሓጢኣተይ ከም ድተሰቕለ ዕዳ ሓጢኣተይ ከፊሉ ከም ዝፈጸሞ ስለይ ከም ዝሞተ ብሳልሰይቲ መዓልቲ ኣምላኽ ካብ መውታት ከም ዘተንስኦ ኣብ የማን ኣምላኽ ከም ዝተቖመጠ ይኣምን ኣለኹ ኢየሱስ ክርስቶስ ናይ ሂወተይ ጎይታ እዩ ኢየሱስ ክርስቶስ ኣምላኸይ መድሓንየይን እዩ ካብዛ ሰዓት ንክርስቶስ ብምቕባለይ ሓድሽ ፍጥረት ውሉድ ኣምላኽ ኮይነ ኣለኹ መንፈስ ቅዱስ ብሽም የሱስ ብእምነት ናብ ውሽጠይ ይቅበለካ ኣለኩ ኣሜን እዚኣ ጸሎት ድጸለኩም ብጣዕሚ እኳ ሓጎሰኩም በዚ ብታሕቲ ዘሎ ኣድራሻና ኮንታክት ግቡሩና ኢኩም ሰድልየኩም ሓገዝ ክንልእከልኩም ኢና ሻሎም።